ሃገር ማለት እንታይ ማለት እዩ ደቂ ዓበይቲ?
ሃገር ማለት እንታይ ማለት እዩ? ሃገር ሃገር ማለት ያኒ ሱብሓነላህ ያኒ ረቢ ክትዕሸላ ክትነብረላ ኣብዚ ዓለም ዝህበካ ማለት እዩ። ኣብዚ ዓለም ሲኒ ቦታ ይህበካ ሃገር ትበሃል ያኒ ኩሉ ሰብ ኣብቲ ሃገሩ ክነብር ማለት እዩ። ስብሓነላህ ንሃገር ከኣ ብዙሕ ዋጋ ክፈላ ብዙሕ ነገር ይግበራ ንኣኑ ኣብዚ ዓለም ካልእ መእተዊ ይብልካን ዓድኻ ርስትኻ ንሱ እቲ መእተዊኻ እሱ እቲ መንበሪኻ እሱ እቲ መቕበሪኻ ማለት እዩ ድሕር ካብኡ ወፃ ካብቲ ሃገርካ ወፃ እንድሕር ትነብር ኮንካ ግን ኩሉ ግዜ ሓሲርካ ትነብር ኩሉ ግዜ መሰልካ ኣይሕሉውን እዩ ኩሉ ግዜ ኣብ ገለ ክትነብር ኩሉ ግዜ በቃ ዓዲ ሰብ ዓዲ ሸብ እዩ ማህማ ይኩን ዓሸንኪዳ ንሃገር ሰብ ይሞተላ ይሓልፈላ ያዕኒ ከካልእ ገዛ የብሉ ንሳ እያ እታ ገዝኡ እሳ እያ እታ ዓዱ ማለት እዩ ግን ከከም ዕድልካ እዩ እታ ሃገር ከኣ ከከም ዕድልካ እዩ ያዕኒ ትዕድልትካ ኣለካ ያዕ ንብዛ ዓለም ማለት እዩ ኣሎ ዓዱ ሙርታሕ ዝነብር ፅቡቅ ዝነብር ኣሎ ከዓኒ ዕድል ደይገበረ ከዓ ከምቲ ካልእ ዓለማት ፋሕፋሕ ይብል ማለት እዩ ከምዚ ናህና ከዓ ፋሕፋሕ ይብል ማለት እዩ ሕጂ እሱ እቲ ፈርግ እምበር ሃገርካ ማለት ሃገርካ ኩሉ ነገር ማለት እዩ ናይ ዓለም ገዛኻ ሃገርካ እያ

ንኹሉ እዚ ብዚ ህዝቢ ዓለም ዝነብር ህዝቢ እቲ ንሱ ናቱ ዝብሎ ነገር ኣዲኡ እዩ ሃገር ብፍላይ ሕጂ ሃገር ግን እዚኦም ህዝብና እንታይ እዮም ዝገልጽዎ እምንን ሑጻን ዝገለመለን ንዚ ዘሎ መድረኻት ሃገር መተካእታ ዘይብላ ነገር እያ ደሓር ሃገራውነትን ሃገርን ሃገራውነትን ይፈላለ እዩ ወጠን ወልሕቦል ወጠን ያኒ ገለ ሰብ ከም ሃገር በቃ ዝርኢ ኣሎ ሃገር ብ ዝኾነ ሃገር ከድካ ትነብር ኢኻ ሑበል ወጠን ዝባሃል ግን እቲ ናይ ባሓቂ ብ ውሽጥኻ ዝነብር መተካእታ ዘይብሉ ከምቲ ናይ ኣደ ነገር ዩ ኣብ ትሕቲ ዝኾነ ይኹን ዙሩፍ ንሱ መተካእታ ዘይብሉ ነገር ዩ ናዓኻ ምኽንያቱ ዋንነትካ ዩ ናተይ ኢልካ መሰረቱ ዝሓዝካዮ ዩ ስለዚ ኣብዚ ነገራት እዚ ኩሉ ግዜ ብዛዕባ ሃገር ክነብል ኣለና ሃገር ናትና መተካእታ የብላን ንካልኦት ኣህዛብ ውን ከምኡ ከድካ መዚ ሃገር ሃገር እዩ ዝብል ሰብ ግን ሃገር ሃገር እዩ ወላ ኣብ ዓዲ ጓና ንነብር እንዲና ዘለና ግን ማን ኣሕስብል ኣማን ክንዲ ዝጣዓመ ይጥዓምካ እቲኣ ንስካ ናተይ ትብላ ዋንነት ዓዲ ተዘቢብካ ሃሊካ ወላ ዝኮነ ነገር ይሃልኻ ክንድቲ ንስኻ ትነብሮ ኣብ ውሽጥኻ ዝኸውን ቅሳነት ኣብ ዓድኻ ከምኡ ኣይከውንን እዩ ወላ ድኻ ትኹን እታ ዓዲ ናህካ በቲ ዓይኒ ናህካ በቲ ውሽጣዊ ናትካ ግን እዛ ሃገር እዚኣ ልዕሊ ማንም እያ ሕጂ ሃገርና ኤርትራ ምስዚ ኩሉ ሽግራ ንዓና እታ ዝበለጸት ሉል እያ። ንካልኦት ኣህዛብ ከኣ እታ ዓዶም ከኣ ከምኡ ማለት እዩ። ስለዚ እቲ ሃገር መተካእታ ዘይብሉ ናይ ኣደ ባይታ ዝሓዘ ነገር እዩ። ኣደን ሃገርን ፍልልይ የብሎምን። ሽኩረን እዚኣ ክብለኩም ናይ ዝደሊ በሓቂ ናይ ምክንያቱ በሓቂ ዝበዝሕ ኣብ መንጎ ስለ ዝመለስኩሞ። ሎሎ ጽቡቅ ዘረባ ጽቡቅ ዘረባ ተፈደሉ ናይ ኤሪትራ ሰላም